ሰላም ኣሕዋት ኣብዛ ናይ ማይክሮሶፍት ወርድ ክላስ እምበኣር ከመይ ጌርና ሴቭን ሼርን ንብል ክንዕዘብ ኢና ንሴቭ ንምዕዛብ ንኣብነት ብመጀመርታ ናብ ፌል ክንከይድ ኢና ናብ ፌል ንኸይድ ኩላና ካብ ዜሮ ክንብገስ ምእንቲ ኒው ንኸይድ ካብ ኒው ሕጂ ሓንቲ ገጽ ሓዳሽ ገጽ ክንከፍት ኢና ንኣብነት እዛ ቀዳመይቲ ገጽ ከፊትና ነዚኣ ከመይ ጌርና እዚኣ ሓዳሽ ገጽ ከፊትና ኣለና ምሽ ከመይ ጌርና ሴቭ ንብላ እንድሕር ዳ ኢልና ብመጀመርታ ሕጂ እውን ዳግማይ ናብ ፌይል ክንከይድ ኢና ናብ ፌይል ብምኻድ ሴቭ ኣስ ዝብል ደሎ ምሽ ምክንያቱ ኣቐዲምና ሴቭ ስለ ደይብል ናይ ሓዳሽ ገጽ ስለ ዝኾነት ሴቭ ኣስ ዝብል ዘሎ ንኸይድ ኣብዛ ኮምፒውተር ብለና ኣሎ ወብዛ ኮምፒውተርና ኢና ሴቭ ክንብላ እንደልና ተደልና ውን ኣብ በዓል ዋን ድራይቭ ክንብሎ ንኽእል ኢና ተዘይኮይኑ ግን ኣብዛ ኮምፒውተርና ሞር ኦፕሽን ዝብል ዘሎ ከምዚ ትሪእዎ ዘለኹም ናብ ሞር ኦፕሽን መፀ ናብኣ ክሊክ ይገብር ኣብኣ ሕጂ እንታይ ክገብር ኣብዚ ዝተወሰኑ ፎልደራት ኣለውና ኣብቲ ዘድልየና መፂና ኣብኡ ሴቭ ክንብሎ ንኽእል ኢና ከምዚ ትሪእዎ ኣለኹም ቅድሙ ግን ቅድሚ ሴቭ ምባልና እንድሕር ዳ ብዶኪመንት ከኸውን ክደልናዮ ኣብዚ ኣለና ብዶኪመንት ብናይ ወርድ ማለት እዩ ተመሊስና ኤዲቲንግ ክንገብሮ ተደልና ተዘይኮይኑ ከዓ ብፔድኤፍ እንድሕር ዳ ወዲእና ኦሬድ ጠቕላላ ንፍቲ ኮይና ባይዘወይ እንታይ ክብል የደልየ ኣብዚ ዝተወሰኑ ቅድታት ኣለዉና ብደስ ዝበለና ሴቭ ክንብሎ ብመልክዕ ማለት እዩ ሕጂ ንሕና ብወርድ መልክዕ ኢና ሴቭ ክንብሎ ሽም ናህቦ ንኣብነት ኩርስ ወርድ ኢልና ሴቭ ንብሎ እዚኣ ሕጂ ሓንሳብ ምስ ወዳእና ኣብ ዘለዎ ንድሕራ መሪፅና እቲ ቦታ ሴቭ ንብላ ሴቭ ምስ በልናያ እዚኣ ኦረዲ ሴቭ ኮይና ኣላ ዋላ ኣብዚ ላዕሊ ክንሪኦ ንኽእል ኢና ሽሙ ማለት እዩ ሴቭድ ቱ ዚስ ፔሰ ዝብለና ደሎ ኣብዛ ኮምፒውተር እዚኣ ሴቭ ኮይኑ ኣሎ ኦኬ እዚ ምስ ገበርና ኣብ ነሰከፍ እንታይ ጥራይ ተርፈና እንድሕር ደኣ ኣብ ነፍሲ ወከፍ ክንሰርሕ ከለና ባይ ዘ ወይ ወርድ ባዕሉ ኦቶማቲክ ኣብ ነፍሲ ወከፍ ዓሰርተ ደቂቕ ሴቭ ይብል እንዲ ንሕና ከዓ ስራሓትና ቅድሚ ምዕፃውና ሴቭ ክንብሎም ኣለና ከይከሰርና ከለና ንዑ ንምግባር ከዓ ኣብዚ መፂእና ንኣብነት ከም ትሪእዎ ኣለኹም ኣብዛ ሴቭ ትብል ደላ ሴቭ ንብላ ኦረዲ ነቲ ዘምፃናዮ መቅያራት ሴቭ ይብሎ ማለት እዩ ሕጂ ክልተ ነገር ክንርኢ ሓፂራ ኣገባብ ክንርኢ ተደልና እንድሕር ደኣ ካብ ዜሮ ተበጊስና እንድሕር ደኣ ኮይኑ ሴቭ ክንብል ኮንትሮል ሽፍት ኤስ ምስ እንገብር ከምዚ ገይሩ የምፃልና ሴቭ ክንብል ኮለና ማለት እዩ ድሕር ደኣ ሴቭ ኢልና ያሃብ ኣብ ኮምፒውተርና ነቲ መዘምፀናዮ ምቅያራ ጥራይ ኣብደይት ክትገብሮ ንድሕር ደኣ ደልና ኮንትሮል ኤስ ጥራይ ንገብር ኦረዲ በዓሉ ሴቭ ይብሎ ኣሎ ወይ ድማ ኮንትሮል ኤስ ጥራይ ደይኮነ ኣብዚኣ መፅና ከዓኒ ሴቭ ክንብላ ንኽእል ኢና ኣብዛ ትሪእዋ ኣለኹም ኣብዛ ላዕለወይቲ ኣብዚ ላዕለወይቲ ኣብኣ መፅና ሕጂ ክሊክ ምስ ንገብር ኣብዚኣ ማለት እዩ ሴቭ ትብሎ ነቲ እዚ ሓድሽ ዘምፃናዮ ምቅያራት እዚኣ እታ ናይ ሴቭ እያ ሕጂ እንታይ ክብል ደልየ ብጀካ ናይ ሴቭ ከ ሼር ከዓ ክንብል ንኽእል ኢና ሴቭ ድበልና እዮም ቀዳመይቲ በይ ኣላሃና እንድሕር ዳ ኢልና ኣብ ላዕለዋይ ወገን ከም ዝትርእይዎ ዘለኹም ሼር መግበሪት ኣላሃና ንሳ ኣላሃና እዚኣ እታ ሓፃር ኣገባብያ ኣብኣ ክሊክ ምስ እንገብር ሼር ክንብል ኢና ንኽእል ኢና ምስ ካልኦት ሰባት ንኣብነት ክሊክ ምስ እንገብር ከምዚ እንታይ ትብለና ብዋን ድራይቭ መልክዕ ዲኹም ደልይዎ ብዋን ድራይቭ ዲኹም ሸር ክትብልዎ ደልዩ እንደገና ኣብ ትሕትኡ እንታይ ኣለና ክልተ ኣማራፂ ኣለና ብመንፅር ወርድ ዲ ወርድ ኤዲቲንግ ክንገብሮ ንኽእል ነገራት ተመሊስና ፒዲኤፍ ከዓኒ ክንሪኦ ጥራይ ንኽእል ግን ከዓ ኤዲቲንግ ክንገብር ደይ ንኽእል እዚ ሓደ ክልተ ዓይነት ገፃት እዮም ማለት ልግዕ ክልቲኦም ተመሳሰልቲ እዮም የግዳስ ወርድ ተመሊስና ኤዲቲንግ ክንገብሮ ንኽእል ኢና ፒዲኤፍ ግን ኤዲቲን ክገብርዎ ኣይክእሉን እዮም ክርእይዎ ጥራይ እዮም ዝኽእሉ ስለዚ በየናይ መልክዕ ኢኹም ክሰድሉ ድ- ክሰድሎም ክሰድዎ ደልዩ ይብላ ኣሎ ኦኬ እዚ ርኢና ኢና መሪፅና ሸ- ሸር ክንብሎ ንኽእል ኢና ተመሊስና ሽዑ ይቕሬታ ናብ በዚ ናብ ፌይል እንድሕርዳ መፂና መለስ ናብ ዝነበርናዮ ናብ ፌይል ንመፅእ ድሕሪ ፌይል እንታይ ኣለና ሸር ድብላ እውን ኣብዚ ኣለና ናይ ገዛ ርእሱ ኣንግል ንሱ እውን ንዑ እዩ ድኸፍት ክልተ ዓይነት ኣገባብ ማለት እዩ እምበኣርከስ ኣብዛ ክላስ ከመይ ጌርና ሴቭን ሼርን ንብል ርኢና ኣብ ዝመፅእ ክላስ ከመይ ጌርና ቴክስት ከም ብሓድሽ ቴክስት እቲና ኤዲቲንግ ኩሉትን ቴክስት ዝዓለመ ነገራት ክንዕዘብ ኢና